ምፍርራሕ ኣይኮነን ገለ ኣይኮነን ፅባሕ ንግሆ ክሕጉሰኩም እዩ ርግፀኛ ሓልዮት እዩ ሓልዮት እዩ ዘዛርበኒ የቐንየልና የቐንየልና እቲ ሓበሬታ ከም ዝድሃብኪ ከም ፕሮብሌም ብጣዕሚ እየ ደመስግን ዩቱብ ፈትሽዮ ሓፍተይ ጓል ጀርመን ድሕር ኮንኪ ከዓ ኣብዚ ቀረባ ግዜ ሓደ ጠበቃ ኣሎ መሊሰ ክደግመልኪ ስለ ድሓር ዝመፃኺ ብዛዕባ ኣውስለንዳ ሬሽት ፈኪያስ ሬሽት ን ባንክ ሬሽት እዚኤን ሕቶ ዝኾነ ሕቶ ዘለኪ ከማን ኣብ ዮቲብ ክተመዝግብዮ ትኽእሊ ኢኺ እቲ ሕቶታት ኣብኡ ነመዝግቦ ሽዕኡ ኣብዚ ከኣ ጾሚቀ እቲኤን ሰዓታት ዘፍቀደለይ ብብዝሒ ሕቶታት ዝመጻ ክሓቶ እየ ማለት እዩ ኦኬ
ኦኬ ብዛዕባ እንታይ ማለት እዩ ብዛዕባ ዝኾነ ዘይገድስ እንታይ ዓይነት ቴማ ተኪያስ ኸሽት
ፌኬርስሬሽት እዚ ናይ ማኪና ኣውስለንዳሬሽት ኤንድ እንታይ ኢለ ባንክሬሽት እያ ሽሕራ የቀኒለይ ያነ ያነ ያነ እጅ ሓፍትና ክሰምዓያ ፖዚቲቭ ያ ሃሎ ኣጆና ሓብተይ ይከታተለኪ እየ ብዩትዩብ ሓደ ግዜ ከማን ሕቶ ኣቕሪበልኪ ነይረ በታ ሕቶይ ጌርኪ ከማን ዩትዩብ ሰሪሕኪ ነይርኪ ብዛዕባ ብሩር ገለ
ኣያ
ከምቲ ዝረኣኽዮ ብውሽጢ እውን ብቲክቶክ ጽሒፈልኪ ነይረ መሊስክለይ ከማን ተዘይገዛእኺ ይሓይሽ ገለ ኢልክኒ ነርኪ እ፣ ስለ ብዙሕ ካብ ወብሩር መልሲ ክገዝእ ያ ብሩ- ክገዝእ እሞ ከዓ ኣርባይት ሎሴ ገለ ኢለኪ ነይረ ያ ኣብ ወትሴፕ ምሳኺ ተራኺቦ ዶ ወይ ምስ ሓፍትኺ ምስ መን እየ ተራኺቦ ነ ነ ኣነ ብቲክቶክ ጽሒፈልኪ ብውሽጢ ድሕር ክንደይ ከማን መሊስክለይ ኣብ ኣብ ዩቲዩብ ከ ኣብቲ ኣብ ኮመንት ጽሒፈልኪ እ፣ ብኣ ጌርኪ ከዓ እታ ሽሙ ጌርኪ ነይርኪ ከማን ሽዑ ከምኡ ምስ በልክን እንታይ ገይረ ያ ነቲ ገንዘብ ብዶላር ቀይረ ሒዘዮ ምክንያቱ ኤሮ ኣኽ ናይ እም፣ እያ ፊልስ ኣብቲ ናትኪ ከማን ክገብር ኢለ ኣብቲ ተቅርብዮ ዝነበርኪ ንሱ ከኣ ብኮንተካ ኢካ ከኣ ትከፍል ኢልኪ። ናትርሊሽ ኩሉ ጻዕዳ ዩ ማዓረይ እያ ኩሉ ያ ብ ክፈልጥዎስ ይክእሉ እዮም። ኖኖ እወ ደሓን ኣብዚ ከምኡ ንዛረብ ማዓረይ ያያ ኣለስ እስያ እንታይ ደኣ ከመይ ኢለ ደኣ ኣብዚ መጽየ ክዛረበኩም እያ ኩሉ ክስታይ ኣነ መዝግብቲ እየ እሱ ምዝጉብ እዩ ኩሉ ንስካትኩም ምዝጉባት ክትኮኑ ኢኩም ያያ ናይ ግድን እያ ስለ ከምኡ ናይን ዶላር ብር ከማን ግን ኢትስ ተሃዊክኪ ግን ሓፍተይ። እያ እንታይ ገብሮ ፈርየኻ ከምዚ ይርኤ ካብዚ ናይ ጎጉል ከዓ ይርኤ ያ ኣባ ግን ክመፅ ምዃኑ እቲ ዲጂታል ገልድ ከዓ ይርዮ ኣብኡ ቀፃሊ ከማን ግን ይሓትኻ እዮም እኮ ኣብዚ እዋን እዚ እ፣ ክትቅይር ከለኻ ከማን ናይ ብፀሊም ቀይረዮ ኦ ኣቲ በጃኺ በለ ብዚ ከምኡ ትበሊ ድሓን እውይ እዚ በይንና ደሓን ኣይኮናን ኣብዚ ትፈልጢ ዶ ብውሽጢ ክፅሕፈልኪ እየ ፍቃደኛ ትኾንኩ ወላ ብወሰ ናይ ናይ ናይ ኣይደሊን እየ ኩሉ ኩሉ ይከታተልዎ እዮም ኣሕዋተይ ኣነ ከምዚኢታት ሓደ ክሰማዕ ኣይደሊን እየ ካብ ከምኡ ንውፃእ እዩ ኣሕዋተይ ቢት ንውፃእ ካብዚ ክስታይ ከምዚኢታት ብቀሊሉ እዮም ሕጂ ኩሉ ዝረኽብዎ እቲ ዘለካ ዕድል ጥራይ ኢኻ ትፋሕ ተብል ኣብዚ ናይን ክንህወኽ የብልናን ደፋራት ምዃን ክንሓድጎ ኣለና ሶሪ ሓፍተይ ይብለኩም ከዓ እኔ ኩሉ ይምላእ እዩ በት ኤኒወይ ድሓን ክሳይ ክገብረኪ ኮንኩን ግን ዳስ ኢስ ኣው ፋልሽ ቫይል ኣብ ሓደ ዝኾነ ክተሽርፍ ከለካ ሕጂ የመዝግብዎ እዮም ተረዲኽኒ ኖማላቫይዘ እንዳን ብሰብ ንሰብ እንድሕር ኮይኑ ከዓ ኦኬ እቲ ሰብ ሕራይ ድሓን ኣብ ኣክታስ እስት ኣይትፈልጥን ኢኺ እቲ ዝሃበኪ ወረቐት ክኸውን ይኽእል እዩ ኣባ ተረዲኽኒ ኣታ ወረቐት ፍቼሱ ናብ ወረቐት ተረዲኽኒ ፌክ ክኸውን ይኽእል ማለትኪ እያ ናትዩልሽ እንታይ እንታይ ትፈልጢ እያ ብሕልፊ ዶላር ብቐሊሉ ከምኡ ክንደይ ኣሎ ኣብ ዓለም ኮምኢታት ኣይፈልጦን እንዲ ኣልግማይን ማይነሸት እያ ኣባ ብዝ እህ ዝከኣል መጠን ይ- ይብለኪ ከኣ እኔ ኣይተረዳእኽዮን እቲ ጸገም ናትኩም እንታይ ድዩ ሓፍተይ እቲ ዩቱብ እህ ኩሉ ኣይትርእይዎን ኢኹም ይሪኦ ኣነ ዳ ጤራዩ ዝወድቕ ዘሎ ይህ ዶላር ይሪኦ
ኣውሪዳ ዶ ትኸውን እንዳበልኩ እየ ዝሪኦ ከይትግረሚ ናይ ናይ ዝኾነ ግን ነገር እሞ- ሓድሽ እሞ ሎጂክ እንድዩ ኩሉ ባንጤራ እዩ ዝወድቕ እኳ እየ ዝብል ናይ ኦይሮ ኣይኮነን እቲ ፀገም ሕጂ ኩሉ ባንጤራ ብብሓደ ይወድቕ ኣሎ ሓደ ካልኣይ ነገር ከዓ ኤኒ ታይም ኩሉ ግዜ ሓደ ገንዘብ ናብ ሓደ ገንዘብ ክተሽርፉ ከለኺ ኩሉ ግዜ ክትከስሪኺ ኩሉ ግዜ ገንዘብ ክተሽርፍ ኮለኻ ክሳራ ኣለዎ ተረዲኽኒ መሊስኪ እንድሕር ቀይርኪ ከዓ ኩሉ ግዜ ትኸስሪኺ ኩሉ ግዜ ስለዚ እቲ ሓንቲ ክትገብሪ ኢለኩም እየ ከዓ እንታይ ኽ- ክንገብር ንኽእል እቲኦም ንኣብነት ናብ ወርቅን ብሩርን ክትገብሩ ዘይትኽእሉ ወይ ዝተ- ዘይትደልዩ እንታይ ክንገብር ንኽእል እንታይ እንታይ ኣማራጭ ኣሎ ቅድሚ ዲጂታል ኦይሮ ምምፃእ ኢለ ንበይና ቪድዮ ሰሪሐ ነይረ እሳ ክትርእዮ ነይርኪ እቲ ኣብኡ ዘሎ ምኽሪ ክትወስድዮ ነይርኪ ኒሽት ከም ድላይኪ ዩኖ ሶ ድሓን ኣብ ዝኾነ ኣይትዛረብ ድዩ እንታይ እዩ ተኸምቢሉ እምበር እንታይ ዝበሃል ኣይዶኖ እያ ኣብ ኣብ ዝኾነ ጥፉእ ኣይትዛረብ ኣይትዛረብ ክፉእ እንታይ ዝበሃል ኩሉ ግዜ ኣብ ገዛና ይጥቀሙሉ ኣነ ግን ዘይሕዞ እንታይ ኣብ እንታይ እያ ኣብ ክፉእ ኣብ ውዱእ ሰው ኣይትዛረብ ክፉእ ተወዲኡ እዩ እወ ብሓፂሩ ዝቕየር በቃ ነገር የለን እያ ያሕሸና ሱቅ ምባል ይሓይሽ ሕጂ ኦሮማይ ግን ተጋጊኺ ብሓፂሩ ግን ኦኬ ትምህርቲ እዩ ሾፍ ተስፋ ይገብር ውሑድ እዩ ነይሩ ግን ደሓን ኣብዚ ሱቅ በሊ ኣይትዛረቢ ደሓን እያ ውሑድ ኣይ- ንዓይ ውሑድ ኣይኮነን ውሑድ ክኸውን ይኽእል ይንኽኣል ደሓን ደሓን ሕቶ ኣይኮነን እያ ሕጂ ደሓን ማለት እዩ። ፅግም ናይ የሕዋተይ እዚ እ፣ እቲ ግዜ ናይ እ፣ ብሓጺሩ እቲ ግዜ ናይ ጸሊም ዳርጋ ብኩሉ ሸነኽ ተዓ- ይዕጸው ኣሎ በብቁሩብ ይኣትው ኣሎ ይዕጸው ኣሎ ቶታሊ እም፣ ቶ- ድማ ማራ እዮም ዝከታተሉ ዝኾነ ዘረባ ኣሕዋተይ ብሕልፊ ወጻእተኛታት እ፣ ማለት ወረቐት ዘይብል ብኩላትና እምበር ነይ ኩላትና እም፣ ገሊኡ ከይስስ እንተዝነግረኩም ኣየ ምስ ኣመንኩምንን ጀርመናውያን ከማን ኣብ ከምኡ ኣብ ዘይጠንቆም ዝኣትዉ ብጌ- ብክስታይ ብ- ምሻለኩም ዘይሓሰብዎ ተረዲኹም እቲ ሕጊ ብ- ማራ ብርቱዕ እዩ ዘሎ ሕጂ ስለምንታይ ያያ እዮም ኣነ ንባዕሎም ገንዘብ ስለ ዘድልዮም ሶ ምክንያት እዮም ዝደልዩ እቲ ገንዘብ ዘይናትካ እንድሕር ኮይኑ ወይ ከም ጸሊም እንድሕር ሪኦሞ ክወስዱልካ እ- እ- ጸወታ ኣይኮነን ሕጂ ኣሕዋተይ ተስእስ ኣንድ ክስታይ ከ ክሓተኪ ንኣብነት ሕጂ ካብቲ ዝህቡኻ ናይ መንግስትስ ኣነ ሕጂ ንኣብነት ሰለስተ ሚእቲ ወይ ኣርባዕተ ሚእቲ ስግድንሲ ክሕዝ ኣለኒ ይብል ቆልዑት ስለ ዘለውን ወርሓዊ ማለት እዩ የትርፍ ተረዲእኪ ሕጂ ንኣብነት ኣብ ዓመት ሓሙሽተ ሽሕ ገለ ትገብር ትኽእል ንበሎ ንዑ ተተጠቂምካሉ ከንታይ ይብሉካ ይኽእሉ ክተትርፍ የብልካን እዮም እሶም ዝብሉ ንመግብኻ እዩ ኤክስትራ ቪድዮ መግብኻ ሰሪሐ ኣለኹ ናቱ ከማን ምሽ ኤክስትራ ቪድዮ ሰሪሐ ኣለኹ ኣ- und außerdem እዚ ሕጂ እሳቶም ንባዕሎም እስ- ሕሰብሉ እቲ ሰብ ካብ መንግስቲ ዝቕለብ ዘሎ እኮ ካብ ዕዳ እዩ ዝቕለብ ዘሎ ከመይ ገይሮም እዮም እሞ ክሓድጉልካ እቲ ሕጊ ይሃልዉ እምበር እሳቶም ንባዕሎም ዕዳ እንዳገበሩ ንዓኻ ክቕልቡኻስ ኣብዚ እዋን እዚ ከኣ እቲ ሪያሊቲ እሱ እዩ ዘሎ ከመይ ገይሮም እዮም ክሓድጉልካ ናትካ ከኣ ተቐሚ ካብ ዕዳ እንዳ ቀለቡኻስ ከመይ ገይሮም እዮም ክሓድጉልካ እቲ ሕጊ ይብል እዩ ይፍቀደልካ እዩ ዝብል ኣባ ኣብ ተግባር ግን ካልእ እዩ ዘሎ ኣብ ክንደይ ቪድዮ ኣይትርእይዎን ኢኹም ሓፍተይ መዓረይ እምበር እዚኢታት ኩሉ ገሊፀ ኣለኹ ናይ ሓደ ካልእ ከማን ሓበሻ እያ ሓደ ግዜ ከማን ከምዚ ሽፓር ኮንቶ ነይርንስ ኣብኡ ከምዚ ቁሩብ ገንዘብ ነይሩ ኮንታ ኣውሱግ ኣምፅ ምስ በሉንስ ነቲ ሓደ ሂበዮም ኣብ ከምዚ ባንኪ ገንዘብ ኣለኪ መስለኒ ናቱ ኣምፅልና እቲ ኮንታ ኣውሱግ ኢሎምኒ ኣምፅኤሎም ግን ክልተ ሽሕ ድኸውን ነይሩ ወላ ሓንቲ ይበሉን ነቲ ዘር ምስቶም ፋሚሊ ክሲ ክትሕዝዮስ ይግብእኪ እዩ ገሌሎም ኣይ- ሰዲዶምለይ ግን ቀፂሎም ኣብኡ ከለዉ ንዕኡ ወላ ሓደ ይበሉንን እቲ ግዜ ግን ካልእ እዩ ዘሎ ሓፍተይ ማዕረይ ድማ ቅድሚ ኣርባዕተ እቲ ወርሒ ሕጊ እዩ ይብል እዩ ዘለና እቲ ሕጊ ዝብል እኳ ኢለኩም እየ ግን እ፣ እም፣ እ፣ ድማ ካብ ቦታ ናብ ቦታ ከማን ከም ድላዮም ክውስኑ ይኽእሉ እዮም ኣነ እ፣ ናይ እም፣ ሓደ ሓው- ሓውና ኣይኮነን እ፣ እ፣ ኤርትራዊ ኣይኮነን ኤጋር ኣቶ ግን ካልእ ዓሌት እዩ ነይሩ ንዑ ዝበልዎ ኢለኩም እየ ኣብኡ ኣዞ እዚ ናትኩም ውሳነ እንድዩ እቲ ሕጊ የፍቅድ እዩ ኢለክ እኳ ከማን ካብ መጀመርያ ኣ- ኣብዚ እዋን ግን ተም ሓሙሽተ ሽሕ ዞቢዞኒ ሰለስተ ሽሕ እዩ ዝብል እ፣ ብ- ብ- ያ ክልተ ጠቕላላ ሽሕ ኢለካ ናተይ እያ እም፣ እቲ ኣብ ኮንቶ እዩ ሰለስተ ሽሕ እዩ ዝረኣይዎ ዝብል እያ እም፣ ይብ- እቲ ሕጊ ኣሎ ግን ከምኡ ድዩ ድሓርከ ኣይዶን ነው ተረዲኽኒ እም፣ እ፣ እዝን እዝን ክብል ኣይ- ኣይክእልን እየ ግን ኣብኡ ስኢታት እሱ ስምዕዎኩም ኣባ ናይዚ ወርቅን ብሩርን ክኸውን ኣይክእል እዩ ብሓፂሩ ኣብኡ ስምዕዎ ሓደኮ ግን እቲ ሓፍቲ ክትብልያ ዘለኺ ከ ኣብቲ ወፀብ ምሳና ኣትያ ነይራ ዶኒ ናይ ሓፍቲ የብለይ እንድዒ ኣነ ብቲክቶክ ጥራይ እየ ኮንታክት ገይረኪ ነይረ ዮሃና ዮሃና ትብል እስኺ ኣሱ ብቲክቶክ ጥራይ እሞ ካልእ እያ ኦኬ፣ ኦኬ። ያ ያ ኦኬ ኦኬ ሓፍተይ ዝበልኪ ካልእ ክትከውን
ንሳ ከማን ልክዕ ከም ሕቶታት ነርዎ ኩሉ ሓደ ስለ ዝኾነ ኣዳናጊር ቁሩብ ኣዳናጊርኒ ሕጂ እያ ኣብ ያ መቸም እቲ ቪድዮታት ረኣይዎ ሼር ከዓ በለኦ በጃኽን ባይ ዘ ወይ እዚ ናይ መንግስቲ ትቕበሉ ከዓ ብዙሕ ሕግታት ይቕይሩ ኣለዉ ኣነ ግን ኣየምፃኽዎ ነዊሕ ገይረ እዚ ናይ መንግስቲ ከምዝግበሩ ከምዝፍጠሩ ሓዲገዮ እንዴ ኣባ ብዙሕ ምናልባት ካልኦት ሕዋትና ኣምፅኦሞ ይኾኑ ኣባ እሽ ኣድኪምኒ በቃ ኣይትርእይዎ ዲኹም ናተይ ዳርጋ ሓዲገ ናብዚ ክስታይ ጥራይ ናብዚ ኢኮኖሚ እየ ዝኣቱ ሕጂ ከላስ ቫይል ኣይትርእይዎን ኢኹም ኣይትሕግዙን ኢኹም ከዓ ሸር ኣይትብሉን ኢኹም ስለዚ ኢትስ ኦኬ እሱ ግን ተኸታተልዮ እንድሕር ደሊኺ ኦኬ ያ ኦኬ ያ ያ ይርኤ እሱ ደኣ
ያ ማለትስ እቲ እቲ ዘሎ ተኸታተልዎ ረኣይዎ ሸር በልዎ እሱ እንድሕር ተራእዩ ከዓ ካልእ ከምፅእ እየ ማለት እዩ ብሓፂሩ ኣይሆፕ ሓጊዝክ ይኸውን ሕቶታት ክመልሰልክ ይኸውን እ፣ ኣነ ኩሉ ግዜ ሴፍቲ እየ ማለት ስሸሃት ኬትፍዋ
ባጤራ ግን ኣብዚ እዋን እዚ ወላ ሓደ ኣይ ኣብ ገዛ ድዩ ዘሎ ኣብ ዓዲ ድዩ ዘሎ ኣብ ዝኾነ ብዝከኣል መጠን ጎደሎ ክተቐምጥ ኣለካ ብወረቐቱስ ክተቐምጦ የብልካ ናብ ዝኾነ ይኹን ማለት እዩ ያ ብባሕሪ ወርቂ ኣብ ስልክን እዩ
ደሓር ከማን ወላ ሓደ መሻለኪ እቲኣ ቪድዮ ረኣያ እንታይ እንተገበርና ሓሽ ቅድሚ ድጅ ትለቀሩ ምምፅኡ ኢለ ሓንቲ ቪድዮ ሰሪሐ ኣለኹ ኣብኡታት ዝተፈላለየ መገዲ ገሊፀ ኣለኹ እንታይ ሽሙ ከለኪ እዚ ረሲዐያ
ያ ኣጠፊያ ኦኬ